ሰላም ከመይ ትኾኑ ሰላም ክትብሉ በዓል ሙሉ ተስፋ እየ ምሳኹም ዘለኹ ሚሊ ቶቶ ካብ ቶቶ ትሬድስ እየ ብድሕሪ ነፍሲ ወከፍ ዕውት ትሬደር ዘስካሕክሕ ዛንታ ዝሓቆፈ ትራጀዲ ዝኾነ መፅሓፍ ኣሎ ኣብዚ መፅሓፍ እዚ ገለ ካብ ዘለዉ ማለት እዩ ዕውታት ትሬደራት ድሕሪ ሰቦም ዝደቀስሉ ቅድሚ ሰቦም ዝተስእሉ ፍርቂ ለይቲ ዝደቀስሉ ለይቲ ሰዓት 5 ሰዓት 4 ዝተስእሉ ወቕትታት ኣሎ ምናልባት እውን ክኾነለ ኢሎም ካብ ሰባት ተለቂሖም ካብ መቕርበይ ዝብልዎ ካብ ፈታውየይ ዝብልዎ ሰብ ገንዘብ ተለቂሖም ኣብ ብሮኮር እትዮም ትሬድ ምስ ገበሩ ዝኸሰርሉ ዛንታ ኣሎ ምናልባት ሰባት ፋሚሊ ስድራ ቤት ንኸይርእይዎ ሻወር እንዳወሰድካ ትበኽየሉ ወቕትታት ኣብዚ መፅሓፍ እዚ ይርከብ ማለት እዩ ግን እዞም ዕውታት ንብሎም ዘለና ትሬደራት በዚ ትራጀዲ ዝኾነ ህይወት ተስፋ ኣይቆርፁን እዮም ምክንያቱ ተስፋ ምቑራፅ ከብ ኣማራጺ ኣብ መጽሓፎም ኣይተጸሓፈን። ተስፋ ምቑራጽ ኣብ ህይወቶም ከም ኣማራጺ ኣይኮነን። ስለዚ እንድሕር ደኣ ከምዚ ዓይነት ማይንድ ሰት ተልዎም ደቂ ሰባት ወይ ከዓ እዞም ናይ ናይ ናይ ዓወት መንፈስ ዝተጓናፀፉ ሰባት እዚኣቶም እንተ ብነፃ እንተ ብገንዘብ ናብዚ ትሬዲንግ ዓለም ዕድል ክወሃቦም ክኽእል ኣለዎ ኢለ ኣነ ከዓ ፐርሰናል ይኣምን ማለት እዩ እንድሕር ደኣ ተስፋ ምቑራፅ ከም ኣማራፂ ዘይትወስድዎ ተኾንኩም እምዃ ኣብ ሂወትኩም ካብዚ ዘለኹሞ ሕጂ ዝሓሸ ሰብ ክኸውን ይግብኣኒ እዩ ክኸውን እየ ኸኣ ኢልኩም ትኣምኑት ሰባት ተኾንኩም እዚ ሜንቶርሽፕ ንዓኹም እዩ ናይ ዓወት መንፈስ ዝተጓናጸፉ ሰባት ተስፋ ምቁራጽ ከም ኣማራጺ ኣብ ታሪክ ህይወቶም ዝተፅሓፈ ኣይኮነን ካብ ዘበለኒ ነገር ነዚ ሜንቶርሽፕ ከዓ ዝተወሰነ ክፋሉ ነፃን ከገብሮ ኢንስፓየር ዝገበሩ ካብ ዘባራትዑኒ ሰባት ኣብ መንጎኹም ኣማን ዝብሃል ሓውና ናይ ሳንቡእ ካንሰር እንዳተቃለሰ ሂወት ንምቅያር ብዛዕባ ትሬኒን ዘጽንዕ ዘሎ ሰብ ኣሎ ማለት እዩ በዚ ኣጋጣሚ እግዚኣብሄር መሓርካ ክብሎ ይደሊ ብተወሳኺ ንስኻትኩም እውን ተስፋ ክትቆርጹ ከምዘይብልኩም ዕውታት ሰባት ተስፋ ምቑራጽ ከብ ኣማራጺ ከምዘይወስድዎ ከዘኻኽረኩም ዝፈቱ እዚ ሎሚ ንመሃሮ ዘለና ትምህርቲ ንዓኻትኩም ከም እግሪ መትከሊ ብዛዕባ ትሬዲንግ ከዓ ዓሚቕኩም ንኸተጽንዑን ንክትመሃሩን ክሓግዘኩም ይኽእል እዩ ብተወሳኺ ከዓ እንድሕር ደኣ ካብ ፍኒስትራ ውጺና ካብ ብመስኮት ምርኣይ ወጺና ብማዓጾ ኣቲና ናብዚ ናትካ ሜንቶርሺፕ ጆይን ክትገብር ኢና እንድሕር ደኣ ቴልኮም ከዓ እታ ክትገብሩ ትኽእሉ ኢኹም ኣብዚ ናይ ፔይድ ዝኾነ ወይ ከዓ ብክፍሊት ንመሃሮ ሜንቶርሺፕ ጆይን ክትገብሩ ትኽእሉ እዮም ክልተ ዓይነት ሜንቶርሺፕ እዩ ዘለኒ እቲ ሓደ ስታንዳርድ ሜንቶርሺፕ ይበሃል እቲ ሓደ ከዓ ቪይፒ ሜንቶርሺፕ ይበሃል ስታንዳርድ ሜንቶርሺፕ እቲ ብዋጋ መጠን ክትሪኦ ከለካ ዳሓሸ ናይ ሽዱሽተ ወርሒ ኮርስ ወይ ከዓ ስልጠና ወይ ሜንቶርሺፕ ኢልኩም ክትፅውዕዎ ትኽእሉ ኢኹም ብቕልል ዝበለ ማለት እዩ ንህቦ ስልጠና እዩ እቲ ቪኣይፒ ዝበሃል ከዓ ንሓደ ዓመት ዝኸይድ ናይ ትሬዲንግ ስልጠና እዩ ማለት እዩ ሓደ መሪፅኩም ትምህርቲ ክትመሃሩ ትኽእሉ ኢኹም ሙሉእ ሓበሬታ ኣብ ታሕቲ ኣብ ሊንክ ክገድፈልኩም እየ ኣብ ቴሌግራም ግሩፕ እውን ክትረኽብዎ ትኽእሉ ኢኹም ብተወሳኺ ሓደ ክሓልፈኩም ዘይብሉ ነጥቢ እንታይ ኣሎ እዚ ቪድዮ ሎመዓንቲ ትርእይዎ ዘለኹም ኣበይ ናይ ክፋል ብዘየገድስ ማለት እዩ ነዚ ቪድዮ እዚ ኣመልኪቱ ፒዲኤፍ ክሰደልኩም እንተኾይነ ጽሑፍ ክሰደልኩም እንተኾይነ ዕዮ ገዛ ክሰደልኩም እንተኾይነ ምናልባት ኣብ ዩቲብ ትርእይዎ ስለ ዘለኹም ማለት እዩ ካብዚ ዩቲብ ናብዚ ኣብ ላዕሊ ትርእይዎ ዘለኹም ቴሌግራም ግሩፕ ኣትኹም ጆይን ብምግባር እቲ ዕዮ ገዛን እቲ ፒዲኤፍን ክትረኽብዎ ትኽእሉ ኢኹም ስለዚ እዚ ቪድዮ እዚ እንድሕዳ ትርእይዎ ተሊኹም ምርኣይ ጥራይ እኹል ኣይኮነን ዝወሃበኩም ዕዮ ገዛ ኣብዚ ቴሌግራም ግሩፕ ኣሎ ዝወሃበኩም ፒዲኤፍ ተወሳኺ ሓበሬታ ኣብዚ ቴሌግራም ግሩፕ ኣሎ ማለት እዩ ስለዚ ኣብኡ ከዓ ጆይን ተዘይገርኩም እዚ ትምህርቲ ብዝግባእ ትከታተሉ የለኹም ማለት እዩ። እዚ ኣነ ዝምህረኩም ትምህርቲ ፋይናንሻል ኣድቫይስ ኣይኮነን። ንትምህርቲ ምክንያት እንድሕር ዳ ትሬድ ክትገብሩ ተኾንኩም ኣብ ሓቀኛ ገንዘብ ትሬድ ክትገብርሉ ተኾንኩም ናይ ባዕልኹም ሪሰርች ክሰርሑ ኣለኩም ናይ ባዕልኹም መፅናዕቲ ክሰርሑ ክትኽእሉ ኣለኩም ማለት እዩ። ናብቲ ትምህርቲ ከሕልፈኩም እየ። ሰናይ ዕድል። የቐንየለይ። ሰላም ሰላም ከመይ ትኾኑ ሰላም ክትህሉ ተስፋ ኣለኒ። ከምቲ ልሙድ ኣብ ከባቢኹም ሻሂ ቡና ቅርብርብ ኣቢልኩም ነዚ ቪድዮ ሪላክስ ኮንኩም ማይ እናሰተኹም ጀምርዎ ኢኹም። ICT for Beginners in ትግርኛ መሰረታዊ ትምህርቲ ናይ ICT ዝሓዘሉ ተኸታተልቲ ቪድዮታት ኢና ንርኢ ዘለና። እዚ ሻድሻይ ክፋል እዩ። True Day Range ብዝብል ኣርእስቲ መጺኤኩም ኣለኹ ማለት እዩ። ስለዚ ናብቲ ትሕዝቶ ናይዚ ቪድዮ ክወስደኩም እዩ። ዌል ኣብዚ ቪድዮ ንዘራረበሎም ኣርእስታት ከም ትሪእዎም ዘለኹም ብዛዕባ ትሩ ደይ ሬንጅ ኮንሶሊዴሽን ኤክስፓንሽን ሪትሬስመንት ከምኡ ከዓ ሪቨርሳል ዝሓለፈ ብፓተርን መልክዕ እየ ኣርእየኩም ነይረ ሎማዓንቲ ከዓ ኣብ ቻርት ከመይ ይመስል ኣጠቃልል ኣቢልና ምስ ትሩ ደይ ኣተሓሒዝና ከመይ ገርና ትሬድ ክንገብር ንኽእል ስፔሻሊ ከዓ ምስ ኮንሶሊዴሽን ኤክስፓንሽን ሪትሬስመንት ሪቨርሳል ተጠቂምና ከመይ ገርና ኢና ትሬድ ክንገብር ንኽእል ኣብ ዝሓለፈ ዝተመሃርናዮም ነገራት ተጠቂምና ከመይ ገርና ትሬድ ክንገብር ከም ንኽእል ክንዛራረብ ኢና ማለት እዩ ስለዚ ናብቲ ዝርዝር ክሕልፈኩም እየ ዌል ከም ትሪእዎ ዘለኹም መጀመርያ ኣርእስትና እንታይ ዝብል ዘሎ ትሩ ደይ ሬንጅ ሕጂ ትሩ ደይ ሬንጅ ብዙሕ ዕሙቕ ኢልካ ምእታው ዘድልዮ እንታይ ድበሃል ኣይኮነን ኮንሰፕት ኣይኮነን እንታይ ብሕፅር ኢሉ ክረአ ከሎ The Interbank Price Delivery Algorithm ወይ ከዓ IPDA ንብሎ ማለት እዩ ፕራይስ ወይ ከዓ እዚ ያ ፕራይስ ክንብሎ ንኽእል ዋጋ ማለት እዩ ነቲ ናይ ናይ ማርኬት ዋጋ ማለት እዩ ሞስትሊ መዓስ እዮም ዝንቀሳቐስዎ ኣበይ ተኣተና እዩ ተመራፂ መዓስ እዮም ብዝግባእ ብዝግባእ እንታይ ድበሃል ዝኾኑ ማለት እዩ ንየዕንትና ክረኣዩ ዝጅምሩ ማለት እዩ። መዓስ ኣበየናይ ሰዓት እዩ ዘይኮይኑ ምክንያቱ ናይ ኣይሲቲ እዚ ቲዮሪ እንታይ እዩ ማለት እዩ ታይም ኤንድ ፕራይስ ኩሉ ግዜ ግዜን እቲ ዋጋን ኣተሓሒዝካ ኢኻ ትሪኦ ማለት እዩ ዳስዋይ ከዓ ሕጂ ሎማዓንቲ ካብቲ ናይ ታይም ትምህርትና ቁርብ መእተዊ ዝኸውን ክንሪኢና ማለት እዩ ስለዚ ትሩ ደይ ሬንጅ ንብሎ መጀመርያ ሕጂ ኣብዚ ኣብዚ ከም ትሪእዎ ዘለኹም እንታይ እዩ ዝብለና ዘሎ ትሩ ደይ ረንጅ ማለት ካብ ዜሮ ዜሮ ካብ ለይቲ ማለት እዩ ብኒው ዮርክ ኣቆፃፅራ ማለት እዩ ብኒው ዮርክ ኣቆፃፅራ ካብ ለይቲ ዜሮ ዜሮ ወይ ከዓ ሚድናይት ማለት እዩ ዜሮ ዜሮ ክሳብ ዓሰርተ ሓሙሽተ ፒኤም ዘሎ ወይ ሰዓት ሰለስተ ንብሎ ማለት እዩ ፒኤም ዘሎ ብኒው ዮርክ ታይም እንታይ ንብሎ ማለት እዩ? ትሩ ደይ ሬንጅ ንብሎ። ሕጂ ቅድሚ ናብዛ ናይ ትሩ ደይ ሬንጅ መግለጺ ዕሙቕ ኢና ምእታውና ኣብ ትሬዲንግ ቪው ከመይ ጌርኩም ናትኩም ናይ ትሬዲንግ ቪው ሰዓታት ማለት እዩ ወይ ከዓ ናይ ትሬዲንግ ቪው ኣቆፃፅራ ናይ ግዜ ከመይ ጌርኩም ናብ ኒውዮርክ ታይም ትቕይርዎ ክርእየኩም እዩ ምክንያቱ ኣይሲቲ ብኒውዮርክ እዩ እቲ ናቱ ኮንሰፕት መብዛሕቱ ብ ኒው ዮርክ ታይም ስለ ዝገልጾ ማለት እዩ ዳትስ ዋይ ናትና ከኣ ኣብ ክንዲ ብናትና ሎኳል ንጥቀመሉ ዘለና ኣቆጻጽራ ብ ኒው ዮርክ ተጌርክሞ እቲ ናይ ትሬዲንግ ቪው ናትኩም ዋላ ክትመሃሩ ከለኹም ብ ኒው ዮርክ ተጌርክሞ ብዙሓት ትሬደራት ናይ ኣይሲቲ ማለት እዩ ኣብ ዩቲብ ድዩ ኣብ ትዊተር ድዩ ኣብ ቴሌግራም ተኣቲኹም ብ ኒው ዮርክ ስለ ዝቆጽሩ ንዓኻትኩም እውን ካብ ካልእ ኢንፎርሜሽን ንምርካብ ክሕግዘኩም ይኽእል እዩ ማለት እዩ ዳትስ ዋይ ከመይ ጌርና ናብ ኒው ዮርክ ናትና ትሬዲንግ ቪው ንቕይሮ ከርእየኩም እየ So ኣብ ትሬዲንግ ቪው ኣቲኹም ከም ትሪእዎ ዘለኹም ኣብዚኣ ኣብዚኣ ኩርናዕ ትረኣየወኩም ዘላ ኣብታ ሰዓት ዘላታ ማለት እዩ ዩቲሲ ኢላ ማይናስ ፎር ትብል ኣላ ማለት እዩ ስለዚ እንታይ ክንገብራ ኢና ንዓኣ ማለት እዩ ኣብኣ ክሊክ ትገብሩ ናትኩም ሕጂ ምናልባት ከመይ ክፀናሓኩም እዩ ፕላስ ቱ ክብል ድብል ክፀናሓኩም ይኽእል እዩ ፕላስ ስሪ ድብል ክፀናሓኩም እዩ ጃስት ናይቲ ዘለኹም ሃገር ሎካል ክፀናሓኩም ይኽእል እዩ ንኣብነት ናተይ ሕጂ ኣብዚ ሕጂ ዋን እዛ ቪድዮ ሪከርድ ኣብ ዝገብረሉ ዘለኹ ኣብዚ ኩርናዕ ከም ትሪእዎ ዘለኹም ኣብዚ ታሕቲ ኩርናዕ ከም ትሪእዎ ዘለኹም ኣብዚ ማለት እዩ ጃስት ኣብዚ እንታይ እዩ ዘሎ ሰዓት ኣርባዕተ ፒኤም እዩ ዝብል ዘሎ ብኒውዮርክ ግን ሰዓት ክንደይ ኣሎ ሰዓት ትሽዓተ እዩ ዘሎ ሰዓት ትሽዓተ ኣልሞስት ንጎ ኤኤም ሰዓት ትሽዓተ እዩ ዘሎ ማለት ንጎ እዩ ዘሎ ሕጂ ከመይ ገርና ኢና ክንቅይሮ ንኽእል ምክንያቱ ምስቲ ናይ ኣይሲቲ ኮንሰርናትና ዝተሓዝ ክሳብ ዝኾነ ናብ ኒው ዮርክ ከመይ ገርና ክንቅይሮ ንኽእል ከርእየኩም እየ ማለት እዩ ሶ ኣብዚኣ ዝበልክዎም ክሊክ ትገብሩ ክሊክ ምስ ገበርኩም እዛ ዩቲሲ ማይናስ ፎር ኢላ ድሕሪ ኢኻ ኒው ዮርክ ትብል ክሳብ ትረኽቡ ስክሮል ክትገብሩ ትኽእሉ ኢኹም ማለት እዩ ምናልባት ኣብዚ ከባቢ ተፀኒሐኩም ላዓል ትወፁ እሞ ዩቲሲ ኒው ዮርክ ትብል ምስ ረኸብኩም ኣብኣ ክሊክ ትገብርዋ ድሕሪኡ እቲ ናይ ትሬዲንግ ቪው ናትኩም ሰዓት ብ new year እኮ ኣቆጻጽራ ክከውን እዩ ማለት እዩ that's why ሕጂ እንታይ ኢና ንብል ዘለና ናብ power point ተመልሰኩም ያ እንታይ ኢና ንብል ዘለና ትሩ ደይ ሬንጅ ንብሎ ኣብ ደይ ትሬደር እንድሕር ዳኣ ተኮይና ኣብ መዓልቲ ወይ ከዓ ኣብዚ ካብ ዜሮ ዜሮ ክሳብ ጃስት ትሬዲንግ ፎሬክስ እንታይ ኢልና ነርና ንዕስራን ኣርባዕተን ሰዓት ክፉት ኢልና ነርና ንዕስራን ኣርባዕተን ሰዓት ክፉት ኢልና ነርና ሕጂ ቅድሚ እዚኦም ዘለዉ ንኣብነት ረይዎም ቅድሚ እዚ ዜሮ ዘሎ ማርኬት ኣይንቀሳቐስን ኣይኮና ንብ ዘለና ቅድሚ እዚ ዜሮ ዘሎ ኣይንቀሳቐስን ኣይኮና ንብ ዘለና ንኣብነት ካብ ዓሰርተ ሓሙሽተ ጀንቢርና ንምፃእ ዓሰርተ ሽዱሽተ ኣለና ዓሰርተ ሸውዓተ ኣለና ዕስራን ኣርባዕተን ሰዓት ኢኖ ዓሰርተ ሸሞንተ ኣለና ዓሰርተ ትሽዓተ ኣለና ዕስራ ኣለና ዕስራን ሓደን ኣለና ዕስራን ክልተን ኣለና ዕስራን ሰለስተን ኣለና ሕጂ ዕስራን ኣርባዕተን እውን ኣለና ማለት እዩ ሕጂ እዚኣቶም ኣይንቀሳቀሱን ኣይኮና ንብል ዘለና ይንቀሳቀሱ እዮም ግን እዚኣቶም እንታይ ንብሎም ዳይብ ታይም ንብሎም ብዙሕ ኣይንቀሳቀሱን እዩ ማርኬት ብዙሕ ኣይንቀሳቀስን ንምንታይ ጃስት ኮንሶልዴት እዩ ዝገብር ከምዚ ኣብዚ ንባዕሉ ከም ትሪእዎ ዘለኹም ሕጂ ኣብ ዓሰርተ ሓሙሽተ ጀንቢሩ ከም ትሪእዎ ዘለኹም ብዙሕ ኣይንቀሳቀስን እዩ ዘሎ ኮንሶልዴት እዩ ዝገብር እቲ ምክንያት እንታይ እዩ ቀዳማይ ነገር እቲ ሰሽን ናይ ኒውዮርክን ናይ ሎንዶን ሰሽን ዝራኸበሉ ስለ ዘይኮነ ለንደንን ኒውዮርክን ከኣ ሃይ ኢፌክት ስለ ዘለዎም እቲ ናይ ዶላር ጽልዋ ስለ ዘሎ ማለት እዩ ኣብቲ ማርኬት ዳትስ ዋይ እዩ እቲ ዳይት ታይም ንብሎ ብዙሕ ግዜ ማርኬት ኣይንቀሳቐስን እዩ ብካልእ ኣዘራርባ እንታይ ኢና ንብል ዘለና ማለት እዩ ኣብዚ ዳይት ታይም ዝኾነ ግዜ ትሬድ ተዘይገርና ተመራጺ እዩ መዓስ ትሬድ ተገርና እዩ ተመራጺ ኣብዛ ትሩ ደይ ሬንጅ ንብላ ዘለና ማለት እዩ ኣብዛ ትሩ ደይ ሬንጅ ትብል ዘላ ካብ ሰዓት 00 ክሳብ 15 ፒኤም ክሳብ ሰዓት ሰለስተ PM ማለት እዩ እንድሕር ደኣ ትሬድ ተጌርኩም ተመራጺ እዩ ሞር ከዓ እዚ ናይ ICT ICT ማይክል ንባዕሉ ክስተም ክምህር ከሎ ማለት እንታይ ዝብል ካብ ዜሮ ዜሮ ኒውዮርክ ታይም ሚድ ታይም ሚድ ናይት ማለት እዩ ክሳብ ዓሰርተ ሓሙሽተ ፒኤም ዘሎ እንድሕር ደኣ ትሬድ ተጌርኩም ኢኹም ሴትኣፕ ክትረኽቡ ትኽእሉ። ናይ ኣይሲቲ ኮንሰፕት እዚ ንመሃሮ ተንታ ግልፂ ኮይኑ ክረኣየኩም ዝኽእል እዩ ዝብል ማለት እዩ። ሶ እዛ ናይ ትሩ ዴይ ሬንጅ እዚኣ ትመስል እኽልቲያ ማለት እዩ። ስለዚ ካብዚ ቀፂልና ናበይ ክንከይድ ኢና ናብ ቀፃሊ ኣርእስቲ ናትና ክንሓልፍ ኢና ማለት እዩ። ኣብዚ ከም ትሪእዎ ዘለኹም ኣብ ዝሓለፈ ብ ብኸምዚ መልክዕ ኣሪኤኩም ኔረ ማርኬት ኮንሶልዴት ይገብር እዩ ኢልና ተማሂርና ኔርና ማለት እዩ ሶ ኮንሶልዴሽን እንታይ እዩ እቲ ሎጂክ ናይ ኮንሶልዴሽን እንታይ ክንገብር ኣለና ከ ትሬድ ክንገብር ኣለና ዶ የብልናን ዝብል ንርኢና ማለት እዩ ሶ ማርኬት ኣብዚ ስእሊ ከም ትሪእዎ ዘለኹም ኮንሶልዴት ይገብር ኣሎ ሕጂ ኮንሶሊዴት ክገብር ከሎ ማርኬት እንታይ እዩ ዝገብር ዘሎ ሊኩዲቲ ዘዋሃልል ዘሎ ብካልእ ኣዘራርባ እንታይ ንብል ኣለና ማለት እዩ ንኣብነት ኣብዚ ባይ ዝገበሩ ሰባት ኣለዉ እዚ ሕጂ ኣብዚ ባይ ዝገበሩ ሰባት ኣለዉ ኣብዚ እውን ሴል ዝገበሩ ሰባት ኣለዉ ኣብዚ ኸ ባይ ዝገበሩ ሰባት ኣለዉ ኣብዚ እውን ሴል ዝገበሩ ሰባት ኣለዉ ኣብዚ ባይ ዝገበሩ ሰባት ኣለዉ ኣብዚ ከዓ ሴል ዝገበሩ ሰባት ኣለዉ ካልእ ከ እንታይ ኣለና ኣብዚ ትሕቲ እዚ ባይናይዝ ዘሎ እንታይ ኣለዉ ኣብዚ ከኣ እንታይ ኣለዉ ማለት እዩ ሴል ስቶፕ ዘቐመጡ ኣለዉ ሴል ስቶፕ ዘቐመጡ ኣለዉ ማርኬት እንድሕር ነዚ ብሬክ ተገይርዎ ንታሕቲ ክወርድ ስለ ዝኽእል ክውሕድ ስለ ዝኽእል ሴል ግበረልና ኢሎም ናቶም ኦርደር ኣብዚ ዘቐመጡ ሰባት ኣለዉ ፐንዲንግ ኦርደር ዘቐመጡ ኣለዉ ኣብዚ ላዕሊ እንታይ ኣለዉ ተመሳሳሊ ባይ ስቶፕ ኣለዉ ሕጂ ትፈልጥዎ ዘለኩም ኣብ ታሕቲ ዘሎ እዚኦም እንታይ እዮም ማለት እዩ ሊኩዲቲ እዮም እዮም ሊኩዲቲ ኢና ንብሎ ሊኩዲቲ እዮም እንታይ ማለት እዩ ብካልእ ኣዘራርባ ማለት እዩ ጃስት ማርኬት ኮንሶሊዴት ይገብር ኣሎ መን ኮንሶሊዴት ይገብሮ ዘሎ ኣይፒቪኤ ኢንተርባንክ ፕራይስ ደሊቨሪ ኣልጎሪዝም ማለት እዩ። ንምንታይ እዮም ኮንሶልዴት ዝገብሩ ዘለዉ? ምክንያቱ ነዞም ኣብዚ ተኣኪቦም ዘለዉ ሊኩዲቲ ማኒፑሌት ብምግባር ንሳቶም ናብ ዝደልይዎም ወይ ከዓ ንዓኣቶም ብምትላል ገዘእቲ ወይ ከዓ ሸየጥቲ ክረኽቡ ስለ ዝኽእሉ እንታይ ይገብሩ ማለት እዩ ኮንሶልዴት ይገብሩ ከም ኣይሲቲ ትሬደር እንድሕር ደኣ ዋይዝ ትሬደር ክትኸውን ተደሊኻ ወይ ከኣ ሓደ ብሱል ዝኾነ ትሬደር እንድሕር ደኣ ክትኸውን ተደሊኻ ኣብ ኮንሶሊዴሽን ግዜ ትሬድ ዘይምግባር እዩ ማለት እዩ። ኮንሶሊዴት ኣብ ዝገብረሉ ማርኬት ትሬዲንግ ብዝተኻለካ መጠን ምውጋድ ማለት እዩ። ኣብ ኮንሶሊዴት ኣብ ኮንሶሊዴሽን ማለት እዩ ከም ኣይሲቲ ትሬደር ትሬድ ኣይንገብርን ኢና ማለት እዩ። ንምንታይ ምክንያቱ ሊኩድ ዞን ከውን የብልናን ንሕና ሊኩዲቲ ይኮናን ምስ ኢንስቲቱሽንስ ምስ ቢግ ኢንስቲቱሽንስ ኢና ትሬድ ንገብር ዳስ ዋይ ንሕና ሊኩዲቲ ክንከውን ተዘይደሊና ማለት እዩ ኣብ ኮንሶሊዴሽን ፖዚሽን ተዘይከፈትና ኣዝዩ ተመራፅን ክኸውን ዘለዎ ነገር እዩ ማለት እዩ ስለዚ ካብዚ ሓሊፍና ከኣ ናበይ ክንከይድ ኢና? ትዝክሩ ተኾንኩም ማርኬት ካብ ኮንሶሊደሽን ናበይ ዝኸይድ ኢልና ኔርና? ናብ ኤክስፓንሽን እዩ ዝኸይድ። ማርኬት ኮንሶሊደት ምስ ገበረ ናብ ኤክስፓንሽን እዩ ዝኸይድ። ኤክስፓንሽን ክልተ ነገር ክኸውን እዩ። ሓደ ማኒፑሌት ንምግባር ክኸውን ይኽእል እዩ። ንኣብነት ሊኩዲቲ ንክወስድ ኣብዚ ተሪኢኹሞ ሕጂ ነዞም ኣብዚ ተኣኪቦም ዝነበሩ ማኒፑሌት ገይርዎ ማርኬት ነቲ ሓቲ ክወርድ ኢሎም ገሊኦም ሴል ምስ ገበሩ ማርኬት ግን እንታይ ገይሩ ባይ ኮይኑ ንላዕሊ ወፂኡ ማለት እዩ ትሪእዎ ዘለኹም ንሕና ኣብዛ ሴት ኣብዚ ኣበይ ክንኣቱ ንኽእል ከም ኣይሲ ትሬደር ኣበይ ክንኣቱ ንኽእል ናበይና ክንኣቱ ንኽእል መጀመርያ ማርኬት ስትራክቸር ሽፍት ሊኩድ ተወሲዱ ዶ እዎ ሊኩድ ተወሲዱ ማርኬት ስትራክቸር ሽፍት ኣለና ማለት እዩ እዚ ዳሪኸ ማርኬት ኢኩሊብርየም ምስ ተንከፈና ወይ ከኣ ከም ትሪእዎ ዘለኹም ኣብዚ ኢኩሊብርየም ኣብዚ ምስ ተንከፈ ማርኬት ክንኣቱ ንኽእል ኢና ፌር ፕራይስ ስለ ዝኾነ ተመራጺ ዝኸውን ከኣ ኣብዚ ሱሳን ሓደን ከባቢ ኣብዚ ጎልደን ዞን ኢና ዝተማሃርናዮ መጺኡ ተተንኪፉ ከኣ ክንኣቱ ንኽእል ማለት እዩ ስለዚ ናይ ኮንሶሊዴሽን ትምህርቲ እዚ ይመስል ትርድዎ ዘለኩም ካብ ኮንሶሊዴሽን ናብ ኤክስፓንሽን ዝኸይድ ማለት እዩ ስለዚ ኣብዚ ከኣ ንረእዮ ሕጂ ኤክስፓንሽን ኢዝ ዌን ፕራይስ ሙቭ ኪክሊ ፍሮም ኤ ሌቨል ኦፍ ኢኩሊብረም ኣሎ ኣሎ ሕጂ ኤክስፓንሽን ትዝክሩ ተኾንኩ ማለት እዩ ማርኬት መጀመርያ ኮንሶልዴት ትገብር ኢልና ነርና ድሕሪኡ ካብ ኢኩሊብረም ካብ ኢኩሊብረም ማለት እዩ ምስ መፀ ማርኬት ኣብዚ ምምፃእ ኣየድልዮን ኢኩሊብረም ናይዚኣ ሌግ እዚኣ ምስ መፀ ሽዑ ሳደንሊ ሳደንሊ ሙቭ ክገብር ከሎ ንላዕሊ ወይ ሳደንሊ ንታሓቲ ሙቭ ክገብር ከሎ እዩ ኤክስፓንሽን ንብሎ ድንገት ዝኾነ ናይ ማርኬት ምዝርጋሕ ማለት እዩ እዚ ከዓ እንታይ ዘርእየና ማለት እዩ እንታይ ዘርእየና እዚ ከዓ ማርኬት ናብ ሓደ ማእዝን ክኸይድ ተዳልዩ ኣሎ ወይ ኣብ ማርኬት ሓደ ዓብይ ነገር ኣትዩ ኣሎ እዚ ዓይነት ማለት እዩ ከምዘይ ኣብ ሓደ ቀላይ ዓብ እምኒ ትእቲኻ ድምፂ ዝገብር ወይ ዝኾነ ምልክት ዝገብር ማለት እዩ ኣብ ማርኬት እንድሕር ደኣ ድንገት ዝኾነ ምንቅስቓስ ተተራእዩ እዞም ቢግ ኢንስቲቱሽንስ ንብሎም ዘለና ዓበይቲ ትካላት ንብሎም ዘለና እንታይ ገሮም ኣለዉ ማለት እዩ ኣብቲ ማርኬት ኣትዮም ኣለዉ ማለት እዩ ዳስዋ ኢና ንሕና ድሕሪ ኤክስፓንሽን ክንኣቱ ዘለና ማለት እዩ ስለዚ ንኤክስፓንሽን ካች ክንገብሮ ንኽእል ኢና ንኣብነት ኣብዚ ከም ትሪእዎ ዘለኹም ማርኬት መጀመርያ ኮንሶሊዴት ይገብር ነይሩ ከም ትሪእዎ ዘለኹም ድሓር እንታይ ገይሩ ኣብዚ ከም ትሪእዎ ዘለኹም መጀመርያ ኮንሶሊዴት ይገብር ነይሩ ኮንሶሊዴት ይገብር ነይሩ ድሓር ግን ኣብዚኣ ኢኩሊብሪየም እዚኣ እንታይ ገይሩ ተንኪፉ ሶሪ ኣብ ናይዚኣ ሪዋ ናይዛ ሌክ እዚኣ ኢኩሊብረም ተንኪፉ ናትና ናይ ሃየር ታይም ፍሬም ናራቲቭ ወይ ከዓ ናትና ባያስ እንድሕር ከዓ ንተሓት ተኾይኑ እንጂ እዚ ስለ ዝተፈጥረ ይኮና ንኣቱ ዘለና ኣብ ሃየር ታይም ፍሬም ኣብ ዴይሊ ኣብ ዊክሊ መንዝሊ ኣናላይዝ ሰሪሕና ማርኬት ካብ ዘለዎ ኣብ ክንዲ ንላዕሊ ንታሕቲ ክኸይድ ኢልና እንድሕር ድኣ ፕሪዲክት ተይገርና ወይ ከኣ ፖስብሊቲ ተልዩ ተኽእሎታት ተልዩ እንታይ ክገብር ማለት እዩ ማርኬት እዛ ሌክ እዚኣ ምስ ፈጠራ ድሕሪ ከም ትሪእዎ ዘለኹም እንታይ ገሩ ተመሊሱ ኣብዚኣ ተንኪፉ ሽዑ እንታይ ገሩ ካብ ኮንሶሊዴሽን ወፂኡ ዶ እወ ካብ ኮንሶሊዴሽን ወፂኡ ካብ ኮንሶሊዴሽን ምስ ወፀ ድሕሪኡ እንታይ ገይሩ ማርኬት እንትሪኦ ዘለኹም ተመሊሱ ነዚኣ ኣብዚኣ ዘላ ኦርደር ብሎክ ነዚኣ ነዚኣ ተንኪፍዋ ማለት እዩ ነዛ ኦርደር ብሎክ እዚኣ ተንኪፍዋ ንሕና ኣብዚኣ እንታይ ክንገብር ንኽእል ሴል ክንገብር ንኽእል ከም ትሪኦ ዘለኹም ከዓ እቲ ፉል ኤክስፓንሽን ክንረኽቦ ንኽእል ማለት እዩ

ማርኬት እንድሕር ደኣ ድንገት ካብ ሓደ ለቨል ዝንቀሳቐስ ተልዩ ማርኬት ሜከር እቲ ናቶም ደልዮሞ ዘለዉ እቲ እሳቶም ክጓዓዝዎ ደልዮሞ ዘለዉ ወሓይዚ ናይቲ ማርኬት ጃስት ዘርእሉ እዮም ማለት ንንሕድኦም ኮሚኒኬት ዝገብርሉ ምልክትታት እዩ ማለት እዩ ምልክት እዩ ንሳቶም ማርኬት ናበይ ክኸይድ ከም ዘለዎ ንምንታይ ክኸይድ ከም ዘለዎ ስለ ዝፈልጡ ዝኾነ ንሳቶም ዝረዳድእሉ ናይ ኣልጎሪዝም ምልክት ኣለዎም ሓደ ካብኡ ከኣ ማርኬት ድንገት ክንቀሳቐስ ተጀሚሩ ኣቐዲመ ከም ዝነገርኩኹም ናቶም ህላውነት ሃብቲ ማርኬት እዩ ዘረጋግጽ ማለት እዩ ንኣብነት ማርኬት ኮንሶሊዴት ትገብር ነው ሓይሊ ዘይብሉ ብዙሕ ኣይንቀሳቐስን እዩ ማርኬት ኮንሶሊዴት ትገብር ከሎ እንታይ ዘርእና ዘሎ ማርኬት ሜከር ኣይኣተውን ዘለዉ እዞም ዓበይቲ ዌልስ ንብሎም ወይ እዞም ዓበይቲ ዓሳ ነበርቲ ዝበሃሉ እንታይ ድበሃል ኣያተውን ዘለዉ ማርኬት ማለት እዩ ኣያተውን ተዝኣትው ነይሩ ፍሉይ ምልክት የርኢ እዩ ዲስፕሌስመንት ንብሎ ወይ ከዓ ኣብዚ ስእሊ ከም ትሪእዎ ዘለኹም ናይ ድንገት ምንቅስቓስ ምልክት ይገብር እዩ ንሕና ከዓ እንታይ ንገብር ሽዑ ንሕና ከዓ ክሳብ ሕጂ ዝተማሃርናዮ መሰረት ኦርደር ብሎክ ናይ ኦርደር ብሎክ ሴትኣፕ ኢና ተማሂርና ዘለና ኦርደር ብሎክ ናትና ንርኢ ኦርደር ብሎክ ተዘይሂብና ኸ ማርኬት ናበይ ከም ዝኸይድ ፈሊጥናዮ ኣለና ግን ናትና ሴትኣፕ ተዘይሂብናኸ ኢትስ ፋይን ናትና ሴትኣፕ ተዘይሂብና ወይ ከዓ ማርኬት እንድሕር ደኣ ግልፂ ኮይኑ ተዘይተራእዩና ተዘይኣተና ተመራፂ እዩ ንኣብነት ለሚሸው እዩ ንኣብነት ማርኬት ከምዚ እናበለ ከይድ ኣሎ ማርኬት መፅኡ ኣብዚ ዝኾነ ዝሃበና ኦርደር ብሎክ ግን የለን ካልኣይ ዝኾነ ምልክታት ንታሕቲ ክወርድ ይኽእል እዩ ፊፍቲ ፊፍቲ ተኾይኑ ንኣብነት ሓምሳ ሓምሳ ተኾይኑ ተዘይኣተኹም ተመራፂ እዩ ንምንታይ ሓምሳ ሓምሳ ተኾይኑ ንምንታይ ኢኹም ትኣትዉ ንሕና ምንታይ ኢና ንኣምን ከም ኣይሲ ትሬደር ማለት እዩ ኣብ ፕሮባብሊቲ ሃይ ፕሮባብሊቲ ሎ ፕሮባብሊቲ ኢና ንርኢ ንኣብነት ሓምሳን ሓሙሽተን ትኽክል ክኸውን ይኽእል እዩ ሓምሳ ሓሙሽተ ሚኢታዊት ትኽክል ክኸውን ይኽእል ኢልኩም ትሓስቡ ተኾንኩም ክትኣትዉ ትኽእሉ ኢኹም ስቲል ፕሮባብሊቲ ናትኩም እንታይ እዩ ሃይ እዩ ሓምሳ ሓምሳ ተኾይኑ ናበይ ከም ዝኸይድ ዘይፍለጥ ተኾይኑ ግን ትገብሮ ዘለኻ ስለ ዘይትፈልጥ እንታይ ክትገብር ኣለካ ኮምፒተር ናትካ ኔኻ ላፕቶፕ ናትካ ኣጥፊኻ ካብ ቻርት ምልቃቕ እዩ ማለት እዩ ድሕር ዳ ናትካ ናትካ ሳይኮሎጂ ክትቆፃፀሮ ዘይትኽእል ተኾንካ ማለት እዩ ስለዚ ናይ ኤክስፓንሽን ትሬድ ክንገብር ንኽእል ኢና ካብኡ ቆፂልና ትዝክሩ ተኾንኩም እንታይ ኢልና ነርና ማለት እዩ ሕጂ ሕዙን ኢኹም ኣብዚኤን ነገራት እዚኣተን ጎልደን ዝኾና ምኽርታት ነግረኩም ማለት እዩ ወይ ከዓ ጎልደን ዝኾነ ትምህርቲ ክንወስድ ኢና ማለት እዩ ማርኬት ካብ ኤክስፓንሽን ካብ ኤክስፓንሽን ናብ ክልተ እዩ ዝኸይድ ወይ ናብ ሪትረስመንት ኤክስፓንድ ምስ ገበረ ማርኬት ኣብዚ ከም ትሪእዎ ዘለኹም ኮንሶሊዴት ገይሩ ኤክስፓንድ ምስ ገበረ ወይ ሪትረስ ትገብር ወይ ከዓ እንታይ ክገብር ይኽእል ኮንሶሊዴት ምስ ገበረ እንታይ ይገብር ኤክስፓንድ ይገብር ካብ ኤክስፓንድ ከዓ ሪቨርስ ክገብር ይኽእል እዩ ኢልና ነርና ማለት ሶሪ ስለዚ ካብዚ መልክዕ እዚ ተበጊስና ናበይ ክንገይድና ናብቲ ቀፃሊ ኣርእስትና ክንሓልፍ ኢና ናብ ሪትረስመንት ክንከይድ ኢና ሪትረስመንት ኢዝ ዌን ፕራይስ ሙቭስ ባክ ኢንሳይድ ሪሰንትሊ ክሬትድ ፕራይስ ሬንጅ እንታይ ማለት እዩ ትዝክሩ ተኾንኩም ብዛዕባ ኢኩሊብርየም ፕሪሚየም ዲስካውንት ክንዘራረብ ኩልና ብዛዕባ ሪትረስመንት ኣስፍሕ ቢልና ተዘራሪብና ነርና ኢና ማለት እዩ ማርኬት ማርኬት ኮንሶልዴት ይገብር መጀመርያ ኩሉ እቲ ሓሳብ ኣብ ኮንሶልዴሽን ኣብ ኤክስፓንሽን ሪትረስመንት ሪቨርሳል ዝተተሓዘ ስለ ዝኾነ እዩ ዝደጋግሞ ዘለኹ ኣብ ኣይሲቲ ከዓ ምድጋም ከዓ ዝፅላእ ኣይኮነን ብዝተፈላለየ ኣንግል ስለ ትትንክፎ ተጠቕመና ከእቲ ምድጋም ኣይፅልዎ ይኹን ስለዚ ኣብዚ ኮንሶልዴት ይገብር ኣሎ ማርኬት ካብ ኮንሶልዴት ኤክስፓንድ ይገብር ኣሎ ኤክስፓንድ ምስ ገበረ ንሕና ኣበይ ኢና ንኣቱ ኣብዚ ባይ ንገብር ኢና ከም ሪቴል ትሬደር ሪቴል ትሬደር ንኣብና እንታይ እዮም ዝገብሩ ኢና ነርና ሪቴል ትሬደር እንታይ እዮም ዝገብሩ ናቶም ኣብዚ ባይ ይገብሩ ኣብዚ ባይ ይገብሩ ተገደደ ተገደደ ኣብዚ ባይ ክገብሩ ግብኦም ይሩ ግን ሳይ እንታይ ኢሎም ሓስቡ ነዚ ሳፖርት እና ረሲስታንስ ነዚ ሳፖርት ን ረሲስታንስ እንዳሕራ ሓደ ግዜ ተሰቢርዎ ማርኬት ብሓይሊ ይድፋእ ስለ ዘሎ ኣብዚ ባይ ክንገብር ኣለና ምስኡ ንላዕሊ ክንወፅእ ተኮይና ፍላይ ክንገብር ተኮይና ይብሉ ማለት እዩ ሕጂ ንሕና ግን እንታይ ኢና ንገብር ማርኬት ኤክስፓንድ ምስ ገበረ ዋላ ገዲፍና ላዕሊ ይኺድ ኩሉ ግዜ ኣበይ ኢና ነገዝእ ከም ቢግ ኢንስቲቱሽንስ ኣብ ዲስካውንት ምስ ኣእተወ ኢና ንገዝእ ኢልና ነይርና ባይ ክንገብር ተኾይና ንኣብነት በዛ ስእሊ እያ ዘለኹ መልክዕ ንኣብነት ኢኩሊብረም ኣብዚ እንድሕር ተኾይኑ ዲስካውንት ኣበይ ይኸውን ኣሎ ማለት እዩ ኣብዚ ከባቢ እዚ ይኸውን ኣሎ ማለት እዩ ስለዚ ማርኬት ተመሊሱ ምስ መፀ ምስ ተንከፈ ኣብዚ እንታይ ንገብር ንሕና ባይ ንገብር ስቶፕሎስ ናትና ኣብዚ ንገብሮ እሞ ታርጌት ላዕሊ ንገብር ማለት እዩ ኢልና ኔርና ሐጂ ማርኬት ካብ ፕሪምየም ናብ ዲስካውንት ካብ ዲስካውንት ናብ ፕሪምየም ክመጽኣልና ከሎ እንታይ ንብሎ ኣለና ማለት እዩ ሪትሬስመንት ሪቨርስ ኣይኮነ ይምለስ ኣይኮነ ዘሎ ጠቕሊሉ ይኮነ ዝምለስ ዘሎ እንታይ ዝገብር ዘሎ ኮሬክሽን ዝፈጥር ዘሎ ካብ ኣብ ክንዲ ብክባር ብክባር ይገዙ ብሕሳር ከዓ ዝሸጡ እንታይ ይገብሩ ብሕሳር ይገዙ ብክባር ይሸጡ ማለት እዩ ስለዚ ኣብዚ ስእሊ ናትና ከም ትሪእዎ ዘለኹም ሪትረስመንት ንብሎ እቲ ሪሰንት ዝኾነ ፕራይስ ወይ ከዓ ሬንጅ ማለት እዩ እቲ ሪሰንት ዝኾነ ንኣብነት ሪሰንት ዝኾነ ሌግ ንብሎ የናይ እዚ እዚ ሕጂ ናብቲ ሪሰንት ዝኾነ ፕራይስ ሬንጅ ወይ ከኣ ናይ ማርኬት ምንቅስቃስ ማርኬት ሪትረስ ክገብር ከሎ ኢና ሪትረስመንት ንብሎ። ንምንታይ እዩ ሪትረስ ዝገብር ዘሎ? ምክንያቱ ካብ ዲስካውንት ናብ ይኸይድ ኣሎ። ካብ ዲስካውንት ናብ ፕሪሚየም ይኸይድ ኣሎ። ብግምጣ ዝኸውን ከሎ ካብ ፕሪሚየም ናብ ዲስካውንት ይመጽእ ኣሎ። ሕጂ ንሕና መዓስ ኢና ትሬድ ንገብር ኢልና ኣለና ማርኬት ሪትረስ ክገብር ከሎ ትሬድ ተገርና ተመራፂ እዩ ሪትረስ ምስ ገበረ ትሬድ ንገብር ንምንታይ ኢና ሪትረስ ምስ ገበረ ትሬድ ንገብር ዘለና ነቲ ሪትረስመንት ከም ኮንፊርሜሽን ክንጥቀመሉ ንኽእል ኢና ንኣብነት ሕጂ ረዩ ማርኬት ሜከር ኣብዚ ክኣትው ይኽእሉ እዮም ማርኬት ሜከር ናበይ ከም ዝኸይድ ማርኬት ፈልጥዎ እዮም ኢልና ነርና ኣብዚ እታ ክገብሩ ይኽእሉ እዮም ሴል ክገብሩ ይኽእሉ እዮም ንሕና ከ ኣበይ ንኣቱ ማለት እዩ ምሳኣቶም ሴል ኣይንብልናን ንምንታይ ንሕና እውን ማርኬት ናበይ ገጹ ከም ዝኸይድ ፕሮባብሊቲ እዩ ዘለና እምበር ብትክክል ኣይንፈልጦ ኢና ዳስዋይ እንታይ ንገብር ኮንፊርሜሽን ንጽበ ማርኬት ሜከር ጠቕሊሎም ማእዝን ወይ ከዓ ዋሕዝነት ናይቲ ማርኬት ከም ዝቐየርዎ ነጽንዕ እሞ ንኣብነት ኣብ ሰሪኹም ሕጂ ማርኬት ስትራክቸር ሽፍት ኣለና ሊኩዲቲ ቮይድ ኣለና ኣብዚ ኣብዚ ኦርደር ብሎክ ኣለና እዚ ኣፅኒዕና እንታይ ንገብር ሽዑ ማርኬት ምስ ተመልሰ ኦኬ ሊኩዲቲ ቮይድ ክመልእ እዩ ተመሊሱ ኦርደር ብሎክ ተንኪፉ ንታሓቲ ክምለስ ይኽእል እዩ ማርኬት ስትራክቸር ሽፍት ይብና ኣሎ እቲ መኣዝን ናይቲ ወዓይ እዚ ናይቲ ማርኬት ቀይሩ ኣሎ ስለዚ ምስ መፀ ኣበይ ንኣቱ ማለት እዩ ምስ መጸ ጠቕሊልና ኣብዚ ምስ መጸ ኢኩሊብረም ኣብዚ ተኾይኑ ኣብቲ ጎልዶን ዞን ንብሎ ዘለና ሴል ጌርና ስቶብሎስ ናትና ከ ኣብዚ ንገብሮ ማለት እዩ ስቶብሎስ ናትና ኣብዚ ንገብሮ ከም ትሪእዎ ዘለኹም ከ ጃስት ቡም ክብለልና ክእል ማለት እዩ ወይ ከዓ ጃስት ዶላር ፕሪንት ክንገብር ንኽእል ማለት እዩ ሶ ናይ ሪትረስመንት ትሬድ ተገበርናሉ ከም ኣይፊት ትሬደር ተመራፂ ማለት እዩ ተመራጺ እዩ ኦከይ ሶ ካብዚ ቀጺልና ናበይ ክንከይድና ናብ ሪቨርሳልሲ ናብ ሪቨርሳል ከመይ ገርና ትሬድ ክንገብር ንኽእል ኦኬ ሶ ሪቨርሳል ኢዝ ዌን ፕራይስ ሙቭ the opposite direction that current direction has taken it ሕጂ ሲምፕሊ ማርኬት እንታይ ኢና ነርና ትዝክሩ ተኾንኩም ኣብቲ ዝሓለፈ ትምህርትና ኣይ ቲንክ ኣብ ክፋል ኣብ ክፋል ክልተ ዘይተጋገ ማለት እዩ ኣብ ክፋል ክልተ ኣብዛ ስሬስ ናይ ኣይሲቲ ፎር ቢግነርስ ትብል ማለት እዩ ኣብ እንታይ ኢና ነርና ብዛዕባ ኢኩሊብረም ብዛዕባ ፕሪሚየም ን ዲስካውንት ክንመሃር ኮልና እንታይ ኢና ነርና ማርኬት ኮንሶልዴት ምስ ገበረ ኣይ ቲንክ ኣብ ኢንትሮዳክሽን ሶሪ ኣብ ኢንትሮዳክሽን ነርማየርና ኔርና እዚ ኮንሶልዴት ምስ ገበረ ኤክስፓንድ ይገብር ካብ ኤክስፓንሽን ናብ ክልተ እዩ ዝኸይድ ወይ ሪትረስ ዝገብር ሪትረስ ትገብር ድሕሪኡ ከዓ ኮንቲነሽን ይፈጥር ማለት ይቕፅል ማለት እዩ ወይ ከዓ እንታይ ኢልና ነርና ኤክስፓንድ ምስ ገበረ ማርኬት ጠቕሊሉ ሪቨርስ ክገብር ይኽእል እዩ ንላዕሊ ክወፅእ ይኽእል ኢልና ነርና ማለት እዩ ኦኬ ካልእ ኣብ ግምት ክዝእትዎ ዘለኩም ነገር ናብዛ ስእሊ ቅድሚ ምምፃእና ማለት እዩ ክልተ ነገራት ቅድሚ ሪቨርስ ምግባሩ ክትሪኡ ኣለኩም ማለት እዩ ማርኬት ኩሉ ግዜ ካብ ኢንተርናል

ከም ኣይሲቲ ትረይደር ማለት እዩ እንዳቀደረ ኣለና ሊኩዲቲ እኩል ረኪቡ ዶ ኣይረከበን ማርኬት ኣብ ሃየር ታይም ፍሬም ከ ናትና ናራቲቭ እንታይ ይብለና ኣሎ ናትና ባያስ እንታይ ይብለና ኣሎ ክንርኢ ኣለና ቅድሚ ሪቨርስ ክገብር ኢልና ምሳና ማለት እዩ ኣብነት ንምፃእ ንኣብነት ናብዚ ኣብዚ ማርኬት ከምትሪእዎ ዘለኹም ከምዚ እናበለ ወፅእ ነይሩ ሶሪ ወርድ ነይሩ ይወርድ ነይሩ ሕጂ ማርኬት ኣብዚ ኣያ መጽዩ ኣብዚ ምስ መጸ ሪቨርስ ክገብር እዩ ክምለስ ኢልካ ዶ ትሬድ ምግባር ሕሸካ ወይስ ንታሓት ክምለስ ኢልካ ትሬድ ምግባር ሕሸካ ኣይናይ ፕሮባብሊቲ ኣለዎ ያ ኮንቲኔሽን ክፈጥር ኢልካ ትሬድ ምግባር እዩ ዘመራጽ ንምንታይ ምክንያቱ ካብ ላዕሊ ማርኬት ጠቕሊሉ ኮንቲኔሽን እንዳፈጠረ ኮንቲኔሽን እንዳፈጠረ ኮንቲኔሽን እንዳፈጠረ ይመስሉ ዳስ ዋይ ኣብ ክንዲ ሪቨርስ ክገብር ኢልካ ትሬድ ምግባር ኮንቲኔሽን ክፈጥር ይኽእል ኢልካ ትሬድ ምግባር ተቐላል እዩ ብፕሮባብሊቲ ክትሪኦ ከለካ ግን ናትና ነራቲቭ እንታይ ይብለና ኣሎ እኹል ሊኩዊዲቲ ረኺቡ ዶ ሊኩዊዲቲ ረኺቡ ኢልካ ትሓስብ እንድሕር ተኾንካ ሪቨርስ ክገብር ከም ዝኽእል ትሬድ ምግባር ተመራፂ ማለት እዩ ሕጂ ልኩይ ክረኽበሉ ዝኽእል እንታይ ኣሎ ንኣብነት ኦልድ ሃይስ ተረኺቡ ኦልድ ሃይስ ክንብል ኮልና ንኣብነት ኦልድ ሃይስ ወይ ከዓ ኦልድ ሎውስ ተረኺቡ ማርኬት ሪቨርስ ክገብር ይኽእል እዩ ንብል ኢና ንኣብነት ሪኦ ማርኬት ከምዚ ኢሉ መጽዩ ኣብዚ ሊኩዲቲ ኣለና ኣብዚ ከኣ ሊኩዲቲ ኣለና ሓቂ ሕጂ ማርኬት መጽዩ ነዚኣ ተወሲድዋ ሊኩዲቲ ተወሲዱ እንታይ ማለት እዩ ኣብዚ ነቶም ንሴል ሳይድ ሊኩዲቲ ወይ ከዓ ነቶም ሴል ስቶብ ኣቐሚጦም ዝነበሩ እዚ ትሪክ ገርዎም ኣሎ ማለት እዩ ትሪክ ማለት ምሽዋድ ማኒፑሌት ጌርዎም ኣሎ ማለት እዩ ሸዊድዎም ኣሎ እንታይ እዮም ጌሮም ዘለዉ ንሳቶም ኣብዚ እንታይ ጌሮም ኣለዉ ሴል ጌሮም ኣለዉ ማርኬት ሜከር ከንታይ ገብሩ ኣለዉ ኣብዚ ባይ ገብሩ ኣለዉ እዚኦም ሸይጦምሎም እዚኦም ተቐቢሎም ባይ ገይሮምሎም ማርኬት ንላዕሊ ወፅእ ኣሎ ይሲ ሕጂ ሊኩዲቲ ረኺቡ ዶ ኣይረኸበን ቅድሚ ሪቨርስ ይገብር ኢልና ምሳና ሊኩዲቲ ረኺቡ ዶ ንላዕሊ ተኮይኑ ሊኩዲቲ ኣብ ዘለና ንበል ማርኬት መፅኡ ባይ ሳይድ ሊኩዲቲ ምስ ኣጥቅዐ እንታይ ይገብር ሪቨርስ ክገብር ይኽእል ኢልና ንሓስብ ሊኩዲቲ ጥራይ ግን እኹል ኣይኮነን ካልእ ኸ እንታይ ንርኢ ማርኬት ኣበይ ኣሎ ኣብ ፕሪሚየም ድዩ ዘሎ ኣብ ዲስካውንት ካልእ እንታይ ንርኢ ማርኬት ስትራክቸር ሽፍት ትዝክሩ ተኾንኩም ማርኬት ስትራክቸር ሽፍት ማለት ማርኬት ናብ ሓደ ዳይሬክሽን ክኸይድ ፀንሕ እሞ ድንገት ከምዚ ገይሩ ክሰብር ከሎ ማእዝኑ ክቕይር ከሎ ኢልና ነርና ሊኩዲቲ ብዚኣ ወሲዱ ኣሎ ማርኬት ስትራክቸር ሽፍት ይብና ኣሎ ካልእ ከንታ ክንርኢ ኣለና ኦርደር ብሎክ ከፈጢርልና ኣሎ ኦርደር ብሎክ ኣብዚ ፈጢርልና ኣሎ ድሕሪኡ እዚኦም ነገራት እዚኣቶም ምስ ረኸብና ኣብዚ ስኬል ንገብር እሞ ክወርደልና ይኽእል እዩ ንኣብነት ኣብዚ ንምፃ ሕጂ ኣብዚ ናትና ንምፃ ኣብዚ ከምትሪእዎ ዘለኹም ማርኬት ኮንሶልዴት ትገብር ነይሩ ኮንሶልዴት ትገብር ከሎ እንታይ ይፈጥር ኣሎ ማለት እዩ

ስለዚ እንታይ ንኣብነት ኣብዚ ተሪእኹም ማለት እንታይ ገይሩ ኣሎ ማርኬት ኮንሶልዴት ይገብር ነይሩ ኢኳል ሃይስ ይፈጥር ነይሩ ድሕሪ ከ እንታይ ገይሩ ኣብ ኮንሶልዴሽን ኣረዲኡኩም ኣብዚ እንታይ ኣለዉ ባይ ስቶፕ ኣለዉ ኣብዚ ከ ብዙሓት ዝኾኑ ሴል ስቶፕ ኣለዉ ሕጂ ማርኬት ስቶፕ ሃንት ምስ ገበረ እዚኦም ኣብዚ ኣቐሚጦም ዘለዉ ከም ትሪእዎም ዘለኹም ካብ ኮንሶልዴሽን ወፅዩ ምሰ ጥቀዖም ረድኢት ኣይገን ማርኬት ንላዕሊ ወፂኡ ሶ ዋይ ንምንታይ ንላዕሊ ወፂኡ ምክንያቱ ኣብዚ እኹል ዝኾነ ሊኩሊቲ ረኺቡ እዩ እኹል ዝኾነ ስቶፕ ሃንት ረኺቡ እዩ ማለት እዩ ስለዚ ማኒፑሌት ገይሩ ነዚኣቶም ስለ ዘጥቅዑ ኣብዚ ሴል ዝገበሩ ሰባት ስለ ዝነበሩ ነዞም ኣብዚ ከባቢ እዚ ሴል ዝገበሩ ሰባት ባይ ገይርሎም ማርኬት ናበይ ወፂኡ ንላዕሊ ፓፓፕ ያ ሪቴል ትሬደርስ ተበሊዑ ንላዕሊ ወፂኡ ንሕና ኣበይ ክንኣቱ ንኽእል እስኪ ብዚኣ ኣበይ ክንኣቱ ንኽእል ቀዳማይ እንታይ ክንዘርኢ ኣለና ኢልና ነርና ማለት እዩ ሊኩዲቲ ወሲዱ ዶ እወ ወሲዱ ኣብዚ ሊኩዲቲ ረኺቡ ካልእ ኸ ማርኬት ስትራክቸር ሽፍት ሂብና ዶ እወ ንላዕሊ ወፂኡ ዞም ትሪእዎ ዘለኹም ድሕሪኡ ኸ ኦርደር ብሎክ ፈጢርልና ኣሎ ድዩ ንኣብነት ኣብዚኣ ኦርደር ብሎክ ኣላትና ተሪኢኹማ ኣብዚኣ ንኣቱ ንኽእል ኢና ኣብዚኣተን እውን ክንኣቱ ንኽእል ኢና ማለት እዩ ኣብዚ ከባቢ እውን ክንኣቱ ንኽእል ኢና ግን ሞር ኮንፊርሜሽን ድሕር ንፅበ ተኮይና ተመራፂ እዩ ኣብዚኣ ክንትሪዋ ዘለኹም ኣብዚኣ ኦርደር ብሎክ ኣላትና ነዚኣ ተንኪፍዋ እንታይ ገይሩ ማርኬት ወፅኡ ናበይ ንኣቱ ባይ ንብል ኣብዚኣ ዋይ ናብዚ ባይ ንብል ዘለና ኣብዘይ ንብል ማርኬት ናበይ ከም ዝኸይድ ኣይንፈልጥን ኢና ኣብዚ ኸዳ እንታይ ሓሳብና ቀይርና ኮንፊርሜሽን ሂበና ስለ ዘሎ ኮንፊርም ይገብረልና ኣሎ ናትና ፕሮባብሊቲ ካብ ሓምሳ ሚታዊት ንላዕሊ ይገብረልና ስለ ዘሎ እዩ ማለት እዩ ስለዚ በዚ መልክዕ ክንሪኦ ኣለና ማለት እዩ እንድሕርዳ ቅድሚ ነዚኣ ኣነ ምግላፀይ እንድሕርዳ ተረኪብኩማ ኮንግራጁሌሽን ብጣዕሚ ፅቡቅ ትከታተሉ ኣለኹ ማለት እዩ ሶ ኦኬ ካብዚ ቀፂልና ኣብ ትሬዲንግ ቪው ኣቲናስ ክንርአ ገለገለ ነገራት ኦኬ ቅድሚኡ ኣብዚ ከም ትሪእዎ ዘለኹም ማርኬት ኣብቲ ናይ ሪቨርስ ክገልጽ ከሎ ማለት እዩ ንኣብነት ካብ ላዕሊ መፅዩ ማርኬት ማለት እዩ ወፅዩ ኣብዚኣ ረዋ ማርኬት ንላዕሊ ወፅዩ ድሕሪ ኸ ሪቨርስ ክገብር ኢልና ክንሓስብ ተኮይና እንታይ ኢና ክንገብር ዘለና ሊኩዲቲ ወሲዶ ወይሰደን ሊኩዲቲ ንህለብሲ ኣብ ነፍሲ ወከፍ ሃይ ኣብ ነፍሲ ወከፍ ሃይ ማለት እዩ ሊኩዲቲ ኣሎ ኣብ ነፍሲ ወከፍ ሎው ከ ሊኩዲቲ ኣሎ ማለት ተዘይተወሲዱ እዚ ኣብዚ ሊኩዲቲ ኣሎ ማለት እዩ ኣብዚ ግን ሊኩዲቲ የለን ንምንታይ ኦልሬዲ ሊኩዲቲ ተወሲዱ እዩ ስቶፕ ሃንድ ተገይሩ እዩ ማለት እዩ ስለዚ ከም ትርእይዎ ዘለኹም እዛ ሃይ እዚኣ ወሲድልና ሊኩዲቲ ድሕሪ ኸ ማርኬት ወሪዱ ንታሕቲ ድሕሪ ኸ ብታሕቲ ሊኩዲቲ ረኺቡ ሶ እንታይ ገይሩ ንላዕሊ ወፂኡ ፍሪው ንታሓቲ ወሪዱ ኣብዚ ዝነበሩ ሊኩዲቲ እንታይ ገይርዎ ኣብዚኣ ዝነበሩ ሴል ስቶፕ እንታይ ተገይሮም ተጠቂዖም ምስ ተጠቕዑ ንሳቶም ንላዕሊ ወፂኡ ኣብዚኣ ዝነበሩ ባይ ስቶፕ ከዓ እንታይ ተገይሮም ተሃሪሞም ሓገደ ወፂኦም ማለት እዩ ድሕሪ እንታይ ገይሩ ማርኬት ንታሓቲ ረይቦ ወሪዱ ማለት እዩ ድሕሪ ኸ ኣብዚ ሊኩዲቲ ስለ ዝረኸበ ኣብዚ ከምትሪእዎ ዘለኹም ሊኩዲቲ ስለ ዝረኸበ እንታይ ገይሩ ማርኬት ንላዕሊ ሪትሬስ ገይሩ ወፂኡ ንላዕሊ ድሕሪኡ ከ ኣብዚ ሪትረስ ገይሩ ከዓ ማርኬት ከም ትሪእዎ ዘለኹም ንታሓቲ ወሪዱ ንታሓቲ ከም ትሪእዎ ዘለኹም ካልእ ሊኩዲቲ ተወሳኺ ሊኩዲቲ ስለ ዝረኸበ ኣብዚ ሊኩዲቲ ረኺብሉ ኣብዚ ግን ሊኩዲቲ ረኸበል ነይሩ ስለዚ ኣብዚ ሓይሊ ኣኪቡ ብዙሓት ዝኾኑ ሴል ስቶፕ ዘቐመጡ ስለ ዝረኸበ ማርኬት እንታይ ገይሩ ንላዕሊ ወፂኡ ኮንሶልዴት ገሩ ብዚ ከም ትሪእዎ ዘለኹም ኮንሶልዴት ምስ ገበረ እንታይ ገሩ ነዚኦም ኣብዚኣ ዝነበሩ ሊኩዲቲ ኣጥቂዕዎም ድሕሪኡ እንታይ ገሩ ንላዕሊ ሪቨርስ ገሩ ድሕሪኡ ኣብዚ ዝነበሩ ሊኩዲቲ ከዓ እንታይ ገሩ ረኺቦም ማለት እዩ እዚ ማርኬት ኩሉ ግዜ ናብ ዝንቀሳቐስ ኢና ነርና ወይ ናብ ሊኩዲቲ ዘሎ ወይ ዝንቀሳቐስ ወይ ከዓ ናብ ኢምባላንስ ዘለዎ ባላንስ ንክገብር እዩ ዝንቃሳቀሰልና ነርና ማለት እዩ ድሕሪኡ ኣብዚ ሊኩዲቲ ስለ ዝረኸበ ከዓ እንታይ ገብ ንታዓቲ ወሪዱ ማለት እዩ ኣብዚ ከም ትሪእዎ ዘለኹም ሓውሲ ኢምባላንስ ነገር ኣለና ማለት እዩ ኢምባላንስ ዝነበረ ባላንስ ገይሩ ማርኬት ከዓ ከም ትሪእዎ ዘለኹም ንላዕሊ ወፂኡ ማለት እዩ the same time ኣብ ትሬዲንግ ቪው ኣቲና እንድሕር ዳኣ ተሪእናዮ currently ኣብዚ ሕጂ እዋን ኣነ ትሬድ ዝገብረሉ ዘሎ ኣቲና ተሪእናያ ተመሳሳሊ እዩ ንኣብነት ኦኬ let's say ንኣብነት ኣብዚ ንምፃእ ግን ኣብዚ እንድሕር ተሪእናዮ ሪኢኹም ማርኬት ኣብ ታሕቲ ነይሩ ድሕሪኡ እንታይ ገይሩ ንላዕሊ ወፂኡ ናበይ ክንኣቱ ንኽእል ጃስት ኣብዚ ሊኩዲቲ ቮይድ ስለ ዘለና ከምትሪእዎ ዘለኹም ኣብዚ ሊኩዲቲ ቮይድ ኣለና እዩ ኣብዚ ሊኩዲቲ ቮይድ ኣለና እዩ ስለዚ ማርኬት እንታይ ገይሩ ማለት እዩ ካብዚ ተሓቲ ንላዕሊ ወፅኡ ማርኬት ስትራክቸር ሽፍት ኣብዚ ሂብና ማለት እዩ ከምትሪእዎ ዘለኹ ኣብዚ ማርኬት ስትራክቸር ሽፍት ሂብና ድሕሪ እንታይ ገይሩ ማርኬት ንተሓቲ መፅኡ ነዛ ኦርደር ብሎክ እዚኣ ተንኪፍዋ ማለት እዩ ኣብዚ ባይ ገርና ክንወፅእ ንኽእል ንላዕሊ ሪትረስ ገይሩ ንላዕሊ ወፅኡ ድሕሪ ኸ ኣብዚኣ ዝነበሩ ሊኩዲትን ኣብዚ ዝነበሩ ሊኩዲትን ረኺቡ ሊኩዲቲ ምስ ረኸበ እንታይ ገይሩ ማርኬት እንታይ ገይሩ ንተዓትር ይትረስ ገይሩ ሕጂ እውን ንላዕሊ ክወፅእ ኣይከኣለን ስለዚ ንላዕሊ ወፂኡ ድሕሪኡ እኹል ዝኾነ ልኩይቲ ኣብዚ ስለ ዝረኸበ እንታይ ገይሩ ንታሕቲ ወሪዱ ንታሕቲ ክወርድ ከሎ ኸ ንየናይ ከጥቅዕ ደልዩ ዘሎ ሓደ ኣብዚ ልኩይቲ ኣለና ኣብዚ እውን ልኩይቲ ኣለና ኣብዚ እውን ልኩይቲ ኣለና እንትሪእዎ ዘለኹም ነዚኦም ኣብዚ ዝነበሩ ሊኩዲቲ እንታይ ገይርዎ ማለት እዩ ከም ትሪእዎ ዘለኹም መፂኡ ኣጥቂዕዎ ነዚኣ ንምንታይ ደይ ሰበራ ምክንያቱ ማርኬት ስትራክቸር ሽፍት ዝተፈጥረላ ቦታ እያ እዚኣ ዳስዋይ ኣትሊስት ኣብ ዝኾነ ፕሪሚየም ከይበፅሐ ማርኬት ነዛ ማርኬት ስትራክቸር ሽፍት ክሰብራ ኣይክእልን ማለት እዩ ንምንታይ ምክንያቱ ኣብ ዝሓለፈ ትዝክሩ ተኾንኩም ሃይ ረዚስታንስ ሊኩዲቲ ዘለዎ ቦታ ተዘራሪብና ነርና ኢና። ማርኬት እንድሕር ዳ ከምዚ ዓይነት ስትራክቸር እናፈጠረ ዝኸይድ ተልዩ ናይ ምስባር ተኽእሉ ልዑል ናይ ምስባር ዘይምስባር ተኽእሉ ልዑል እዩ ኢልና ነርና። ንምንታይ ምክንያቱ ማርኬት ሓደ ክልተ ሰለስተ ሊኩዲቲ ኣብዚ እንድሕር ተረኺቡ ወይ ከዓ ሰለስተ ሴል ስቶፕ እንድሕር ተረኺቡ ሕሰብዎ ብዝኽንደይ ሴል ስቶፕ ዝቐመጡ ክህልው ይኽእሉ ማለት እዩ። እኹል ሊኩዲቲ ክረክብ ስለ ዝኽእል ነዚ ከይሰበረ እንታይ ክገብር ይኽእል እዩ? ሪቨርስ ክገብር ይኽእል እዩ ማለት እዩ። ሕሪ እንታይ ገይሩ ከም ትሪእዎ ዘለኹም ማርኬት ንላዕሊ ወፂኡ ንላዕሊ ወፂኡ ሕሪ ከታይ ገይሩ ንላዕሊ ወፂኡ እንደገና ተመሊሱ ከዓ ነዚኦም ኣብ ዝነበሩ ሊኩድ እንታይ ገይርዎ ኣጥቂዕዎም ኣብ ዝነበረሉ ኢልኩ እንታይ ገይርዎ? ረብዎ እዚኣ ገይሩ ኣጥቂዕዎ ድሕሪኡ ከ እንታይ ገይሩ ወፂኡ ናበይ ኣብ እዚኣ ዘለዉ ሊኩድ እቲ ከጥቀዕ እዚኦም ተጥቅዖም ከ እንታይ ገይሩ ሪቨርስ ገይሩ ኩሉ ግዜ ይኮናል ሕጂ ንሕና ነፍሲ ወከፍ ሊኩዲቲ ምስ ወሰዱ ይኮናል ትሬድ ንገብር ሊኩዲቲ ወሲዱ ሞ ሴል ኣይኮና ንገብር ንኪድ ትወሲዱ እሞ ባይ ኣይኮና ንገብር እንታይ ኢና ንገብር ኣትሊስት እቲ ሓሳብ ግን ክንርድኦ ኣለና ማለት እዩ ማርኬት ምንታይ ናበይ ይንቀሳቐስ ኣሎ ከም ትሪእዎ ዘለኹም ሕጂ ኣብዚ እኹል ሊኩዲቲ ረኺቡ ሶ ማርኬት እንታይ ገይሩ ሽዑ ከም ትሪእዎ ዘለኹም ንላዕሊ ወፂኡ ንላዕሊ ትኺል ወፂኡ ማለት እዩ ከም ትሪእዎ ዘለኹም ኢቨን ቮሊዩም ኢምባላንስ እናፈጠረ እዩ ከይዱ ማለት እዩ ሕሪኡ ከም ትሪእዎ ዘለኹም ባይ ሳይድ ሊኩዲቲ እንዳጥቅዐ ከዓ ማርኬት እንታይ ገብ ንላዕሊ ወፂኡ መጨረሻ ዘጥቅዓላ ኣብዚኣ እያ ሕሪኡ ሕጂ ሊኩዲቲ ኣበይ ኣለና ሊኩዲቲ ኣብዚ ሊኩዲቲ ኣበይ ይረኣየኩም ኣሎ ሊኩዲቲ ኣብ ነፍሲ ወከፍ ኣብ ነፍሲ ወከፍ ሃይ ኢልና ኣለና። ኣብ ነፍሲ ወከፍ ሃይ ሊኩዲቲ ኣሎ። ኣብ ነፍሲ ወከፍ ሎው ከዓ ሊኩዲቲ ኣሎ። ስለዚ ኣብዚ ሊኩዲቲ ኣለና ማለት እዩ። ኣብዚ እውን ሊኩዲቲ ኣለና። ኣብዚ ሊኩዲቲ ኣለና። ኣብዚ እውን ሊኩዲቲ ኣለና። ኣብዚ ሊኩዲቲ ኣለና። ካልእ ኣበይ ኣለና? ኣብዚ ሊኩዲቲ ኣለና። ነፍሲ ወከፍ ለው፣ ኦልድ ለው ማለት እዩ። ኣብዚ እውን ሊኩዲቲ ኣለና ማለት እዩ። ካልእ ኣበይ ኣለና ሊኩዲቲ? ኣብዚ ኣለና ዴታ ኣደለ ሊኩዲቲ። ሕጂ ማርኬት እንታይ ገሩ? ንላዕሊ ወፂኡ። ሊኩዲቲ ብዙሕ ሊኩዲቲ ኣለና ግን ንላዕሊ ክወፅእ ከሎ ግን ከም ትሪእዎ ዘለኹም ባይሳይድ ሊኩዲቲ እናወሰደ እዩ ከይዱ ንኣብነት ንኣብነት ንረብሲ ኣብዚ ዝነበረ ሊኩዲቲ ተወሲዱ እዩ በየን ገይሩ ተወሲዱ መፅኡ ማርኬት በዚ ገይሩ ንላዕሊ ክወፅእ ከሎ ነቶም ኣብዚ ዝነበሩ ባይ ባይ ስቶፕ እንታይ ገርዎ ማለት እዩ ጃስት ሊኩዲቲ እናወሰደ መፅዩ ሊኩዲቲ ኣብ ዝነበሩ ኣጥቂዕዎም ወፂኦም ማለት እዩ ኣብዚ ዝነበሩ ከምኡ ኣብዚ ዝነበሩ ከምኡ ሊኩዲቲ እናወሰደ ከይድ ኣሎ ማለት እዩ ሕጂ ሊኩዲቲ ብክልተ መልክዕ ክወስድ ይኽእል እዩ ወይ ሴል ስቶፕ ክወስድ ይኽእል እዩ ወይ ባይ ስቶፕ ክወስድ ይኽእል እዩ ወይ ከዓ ማርኬት ማኒፕሌት ብምግባር እንታይ ክገብር ይኽእል እዩ ማለት እዩ ንሪቴል ትሬደርስ ወይ ከዓ ነቶም ባይ ሊሚት ወይ ከዓ ሴል ሊሚት ዘቐምጡ ሰባት ከዓ ከጥቀዖም ይኽእል እዩ ማለት እዩ ንሬው ኣብዚ ዝነበረ ሊኩዊድ ኣብዚ እውን ሊኩዊድ የብልና ተወሲዱ እዩ ኦኬ ካልእ ኦኬ ካልእ ኣብዚ ዝነበረ ሊኩዲቲ ኦኬ እቲ ወሪዱ እንታይ ገይሩ ኣውፂዎ ኣብዚ ኣብዚ ኣብዚ እኮ ኣይተወስደን ዘሎ ስለዚ ድሕሪኡ እንታይ ክንርኢ ኢና እስኪ ንርአ ድሕሪኡ ግን ማርኬት እንታይ ገይሩ ማለት እዩ ካረንትሊ ሕጂ እንታይ ይገብር ኣሎ ማርኬት ማርኬት ነቲ ሓጥቕ ወርድ ጀሚሩ ንምንታይ ምክንያቱ እንታይ ኢልና ነርና ማለት እዩ ኣብ ነፍሲ ወከፍ ሎው እንታይ ኣሎ ማለት እዩ ሊኩዲቲ ኣሎ ኢልና ነይሩ ኣብ ነፍሲ ወከፍ ሎው ዝረ ይሆን ኣብነት ኣብዚ ዝነበረ ሊኩዲቲ ተመሊሱ ክመፅ ከሎን ኣብዚ ዝነበሩ ሊኩዲቲ ኣውፅዎም ኣብ ዝነበሩ ሊኩዲቲ ኣውፅዎ ማለት እዩ ካልእ ሲ ኣብዚ እውን ሊኩዲቲ ወስድ ኣሎ ኦረዲ ሕጂ ማርኬት ካረንት ልካ ኣብዚ ኣሎ ማለት እዩ ከም ትሪእዎ ዘለኹም ኣብ ዝሓለፈ ባክቴስ ክንገብር ኮልና ትሬድ ዝገበርናዮ እዚ ማርኬት ንላዕሊ ወፅዩ ልክይ ትወሲዱ ብሲ ፈሪኻ ታሕቲ ወሪዱ ሶ በዚ መልክዕ ትሬድ ክትገብሩ ትኽእሉ ኢኹም ኣብ ምንታይ ኢና ከም ኣይሲ ትሬደር ትሬድ ክንገብር ንኽእል ተልኩምኒ ኣብ ኮንሶሊዴሽን ትሬድ ኣይንገብር ኢና ኣብ ሪትረስመንት ከምኡ ከዓ ኣብ ሪቨርሳል ትሬድ ተገርና ተመራፂ እዩ ኣብ ኤክስፓንሽን ከዓ like market sudden ዝኾነ move ወይ ከዓ ቅጽበታዊ ወይ ድንገታዊ ዝኾነ ምንቅስቃስ ቅድሚ ምርኣዩ እንድሕር ዳ ማርኬት ናብዚ ክኸይድ ይኽእል እዩ ዝብል ባያስ ተሊና ካች ክንገብሮ ትኽእልና ግን ኣብ ሪትረስመንት ኣብ ሪቨርስል ትሬይ ተገርና ተመራፂ እዩ ኣብዚ ቪድዮ ዘዳለኹልኩም ትምህርቲ እዚ ይመስል ነይሩ ተስፋ ኣለኒ ከዓ ዝኾነ ይኹን ነገር ርኢኹምን ተማሂርኩም ክትኮኑ ኣብ ቀፃሊ ብካልእ ቪድዮ ክሳብ ንራኸብ ሰሰናዩ ቻው